ፍቁራት ኣሕዋተይን ሓተይን ጾምና ይባርኽ። ቀዳማይ ንባብ ካብ ነቢ ህዝቅኤል ካብ ምዕራፍ ሰላሳን ሸውዓተን ካብ ፍቕዲ ዓሰርተው ክልተ ስለዚ ንህዝበይ እስራኤል ተነበየሎም ኣነ ልዑል እግዚኣብሄር ንመቓብራቶም ከም ዝኸፍት እውን ንገሮም ክእክቦም ናብ ሃገረ እስራኤል እውን ክመልሶም እየ ነቲ ህዝበይ ዝተቐበረሉ መቓብር ከፊተ ምስ ኣውጻእኩዎ ኣነ እግዚኣብሄር ምዃነይ ክፈልጡ እዮም፣ መንፈሰይ ኣብ ውሽጦም ከሕድር እየ፣ ህያዋን ከኣ ክገብሮም እየ፣ ኣብ ሃገሮም ድማ ከም ዝነብሩ ክገብሮም እየ፣ ሽዑ ኣነ እግዚኣብሄር ምዃነይ ክፈልጡ እዮም። ኣነ እግዚኣብሄር ተዛሪበ ኣለኹ፣ ክገብሮ ድማ እየ፣ ኣነ እግዚኣብሄር ተዛሪበ ኣለኹ በለኒ። ካብ መዝሙር ሚእትን ሰላሳን ረድኤት ንምርካብ ዝቐረበ ጸሎት። ኦ እግዚኣብሔር ኣብ መዓሙቕ ሓዘን ኮይነ ናባኻ እእዊ ኣለኹ። ኦ ጎይታይ ድምፀይ ስማዕ፣ ናብ ድምፂ ምህለላይ ኣቕልብ። ኦ እግዚኣብሔር በደልና እንተጸብጸብካስ፣ ኦ ጎይታ ካብ ኩነኔስ መን ክሞልቑ ይኸእል? ግናኸ ምእንቲ ክንፈርሃካ ንስኻ ሓጢኣትና ተሓድገልና። እግዚኣብሔር ክረድኣኒ ብሃንቆውታ እጽበ ኣሎኹ፣ ብቓሉውን ተስፋ እገብር ኣሎኹ። ሓለፋ እቶም ንወጋሕታ ዝጽበዩ ሓለውቲ፣ እወ፣ ሓለፋ እቶም ወጋሕታ ዝጽበዩ ሓለውቲ ኣነ ንእግዚኣብሔር እጽበዮ ኣሎኹ። ምሕረት ኣብ እግዚኣብሔር ብዙሕ ምድሓን ከኣ ኣብኡ እዩ እሞ ኦ እስራኤል ንእግዚኣብሔር ተጸበዮ እግዚኣብሔር ንህዝቢ እስራኤል ኣብ ኩሉ ኣበሳኦም ክሓድገሎም እዩ ካልኣይ ንባብ ካብ መልእኽቲ ሃዋርያ ጳውሎስ ናብ ሰብ ሮማ ካብ ምዕራፍ ሸሞንተ ካብ ፍቕዲ ሸሞንተ ኣሕዋተይን ኣሓተይን እቶም ብስጋ ዝምርሑ እውን ንኣምላኽ ከሐጉሱ ኣይክእሎም ኣይከኣሎምን እዩ። እቶም ብስጋ ዝምርሑ እውን ንኣምላኽ ከሐጉስዎ ኣይከኣሎምን እዩ። ንስኻትኩም ግና መንፈስ ኣምላኽ ሓዲርኩም እንተ ኣልዩስ ብመንፈስ እምበር ብስጋ ኣይኮንኩምን ዘለኹም። እቲ መንፈስ ክርስቶስ ዘይብሉ ሰብ ግና ናይ ክርስቶስ ኣይኮነን። ክርስቶስ ኣባኻትኩም እንተ ኣልዩ ግና በቲ ሓደ ወገን እቲ ስጋኹም ብሰሪ ሓጢኣት ምዉት እዩ፣ በቲ ሓደ ወገን ከኣ እግዚኣብሔር ስለ ዘጽደቐኩም እቲ መንፈስኩም ህያው እዩ። መንፈስ ናይቲ ንኢየሱስ ካብ ምውታት ዘተንሰኤ ዘተንስኦ ኣባኻትኩም ሓዲሩ እንተ ኣልዩ ግና እቲ ንክርስቶስ ኢየሱስ ካብ ምውታን ካብ ምውታት ዘተንስኦ ንሱ ነቲ መዋቲ ስጋኹም በቲ ኣባኻትኩም ሓዲሩ ዘሎ መንፈስ ገይሩ ህያው ክገብሮ እዩ። ናይ ሎም ወንጌል ካብ ወንጌል ዮሃንስ ካብ ምዕራፍ ዓሰርቱ ሓደ ካብ ፍቕዲ ሓደ ኣልኣዛር ከም ዝሞተ ኣብ ቢታንያ ኣብ ዓዲ ማርያምን ማርታን ሓፍታን ኣልኣዛር ዝስሙ ሰብኣይ ሓሚሙ ነበረ ማርያም እታ ንጐይታ ቁዱይ ሽቶ ዝቐበእቶ ብጸጉሪ ርእሳዊ ንእጋሩ ዝደረዘቶ እያ ኣልኣዛር እቲ ሕሙም እውን ሓዋ እዩ ስለዚ እተን ኣሓቱ፣ ጐይታ፣ እቲ እተፍቅሮስ እንሆ ሓሚሙ ኣሎ ኢለን ናብ የሱስ ለኣኻ። የሱስ እዚ ሰሚዑ፣ እዚ ሕማም እዚ ንኽብሪ ኣምላኽ፣ ወዲ ኣምላኽ ብእኡ ምእንቲ ኺኸብር እዩ እምበር፣ ንሞት ኣይኰነን በለ። የሱስ ንማርታን ንሓፍታን ንኣልኣዛርን የፍቅሮም ነበረ። ምሕማሙ ሰሚዑ ኸሎ ኣብታ ዝነበራ ስፍራ ክልተ መዓልቲ ወዓለ። ድሕሪ እዚ ንደቂ መዛሙርቱ ደጊም ንዑናይ ናብ ምድሪ ይሁዳ ንኺድ በሎም። ደቂ መዛሙርቱ ኸኣ መምህር ብኣምሆ ኣይሁድ ብዳርባ እምኒ ክቐትሉኻ ይደልዩ ነይሮምሲ መሊስካዶ ንኣብኡ ክትከይድ? በልዎ። ኢየሱስ ከኣ ኣብ መዓልትስ ዓሰርተ ክልተ ሰዓትዶ ኣይኮነን ዘሎ? እቲ ብመዓልቲ ዝኸይድ ብርሃን እዛ ዓለም እዚኣ ዝርኢ ስለ ዝዀነ ኣይዕንቀፍን እዩ። እቲ ብለይቲ ዝኸይድ ግና ብርሃን ስለ ዘይብሉ ይዕንቀፍ እዩ ኢሉ መለሰሎም። እዚ ምስ ተዛረበ ኣስዒቡ ኣልኣዛር ፈታዊና ደቂሱ ኣሎ። ኣነ ግና ካብ ድቃሱ ምእንቲ ኸተንስኦ ክኸይድ እየ በሎም። ሽዑ ደቂ መዛሙርቱ ጐይታ ደቂሱ እንተ ዀይኑስ ሓንቲ ኣይከውንን እዩ በልዎ። የሱስ ብዛዕባ ሞቱ እዩ ዝተዛረበ። ንኣታቶም ግና ብዛዕባ ናይ ትኽስታ ድቃስ ዝተዛረበ መሰሎም። ሽዑ የሱስ ብግህዶ፣ ኣልኣዛር ሞይቱ ምእንቲ ኽትኣምኑ፣ ኣነ ኣብኡ ብዘይ ምንባረይ ብዛዕባኹም ሕጉስ እየ እሕጐስ ኣሎኹ፣ ግናኸ ንዑናይ ናብኡ ንኺድ። በሎም። ስለዚ እቲ ማንታ ዝብሎ ቶማስ ከኣ ነቶም ብጾቱ ደቂ መዛሙርቱ ንሕና እውን ምስኡ ክንመውት ንኺድ በሎም። ኢየሱስ ናብ ቢታንያ ምስ መጸ ኣልኣዛር ካብ መቓብር ድሮ ካብ ዝቕበር ድሮ ኣርባዕተ መዓልቲ ገይሩ ጸንሖ። ቢታንያ ካብ ኢየሩሳሌም ዳርጋ ሰለስተ ኪሎ ሜተር ኣቢላ ትርሕቕ። ካብ ኣይሁድ ድማ ብዙሓት ብዛዕባ ሓዉን ብዛዕባ ሓወን ከጸናንዕወን ናብ ማርያምን ማርታን መጺኦም ነበሩ። ማርታ ምምጻእ የሱስ ሰሚዓ ክትቅበሎ ወጸት። ማርያም ግና ኣብ ቤታ ተቐሚጣ ነበረት። ሽዑ ማርታ ንየሱስ ጐይታይ ኣብዚ ኔርካ እንተ ትኸውንሲ ሓወይ ኣይምሞተን ነይሩ። ሕጂ እውን እቲ ኻብ ኣምላኽ እትልምኖ ዘበለ ኣምላኽ ከም ዚህበካ እፈልጥ እየ በሎቶ። የሱስ ድማ ሓውኺ ኽትንስእ እዩ በላ። ማርታ ድማ በታ ዳሕረይቲ መዓልቲ ብትንሳኤ ኸም ዚትንስእሲ እፈልጥ እየ በሎቶ። የሱስ ከኣ ትንሳኤን ህይወትን ኣነ እየ። እቲ ብኣይ ዝኣምንሲ እንተ ሞተ እኳ ብህይወት ኪነብር እዩ። እቲ ብኣይ ዝኣምን ህያው ዘበለ ዅሉ ንዘለኣለም ኣይኪመውትን እዩ፣ እዚዶ ትኣምኒ ኢኺ? በላ። ንሳ ድማ እወ ጐይታይ ንስኻ እቲ ናይ ናብ ዓለም ዝመጽእ ክርስቶስ ወዲ ኣምላኽ ከም ዝኾንካ እኣምን እየ በለቶ። እዚ ኢላ ከደት። ንማርያም ሓፍታ ድማ ሕሹኽ ኢላ መምህር መጺኡ ይጽዋዓኪ እውን ኣሎ ኢላ ጸውዐታ። ንሳ እዚ ምስ ሰምዐት ቀልጢፋ ተንሰአት፣ ናብኡ እውን ከደት። የሱስ ኣብታ ማርታ ዝተቐበለቶ ስፍራ ጸንሐ እምበር ናብ ዓዲ ኣይኣተወን ነበረ። እቶም ከጸናንዕዋ ምስኣ ኣብ ቤት ዝነበሩ ኣይሁድ ግና ማርያም ቀልጢፋ ብድድ ምባላን ምውጻኣን ርእዮም፣ ኣብኡ ክትበኪ ናብ መቓብር ትኸይድ ዘላ መሲልዎም ሰዓብዋ። ማርያም ናብቲ የሱስ ዝነበረቶ ስፍራ ምስ መጸት ረኣየቶ፣ ኣብ እግሩ ተደፊኣ፣ ጐይታይ፣ ኣብዚ እንተ ትነብርሲ ግዲ ሓወይ ኣይምሞተን ነይሩ በለቶ። የሱስ ከኣ ሽዑ የሱስ ንሳውን ሽዑ የሱስ ንሳ ክትበኪ ከላ፣ እቶም ምስኣ ዝመጹ ኣይሁድ እውን ክበኽዩ ከለዉ ርእዩ ብመንፈስ ተኪዙ ኣሕነቕነቐ። ኣበይ ቀቢርኩምዎ? በለ። ንሳቶም ከኣ ጐይታ ንዓ ርአ በልዎ። የሱስ ድማ ነብዐ። ስለዚ ኣይሁድ ክንደይ የፍቅሮ ከም ዝነበረ እሞ ረኣዩ። በሉ። ገሊኦም ግና እዚ ኣዒንቲ እቲ ዕዉር ዝኸፈተስ ነዚውን ከም ዘይመውት ክገብሮ ደኾን ኣይምኸኣለን ነይሩ? በሉ። ሽዑ የሱስ ከም ብሓድሽ ብልቡ ሓዚኑ ሓዚኑ ናብቲ መቓብር መጸ። እቲ መቓብር ከኣ ብእምኒ ዝተዓጽወት በዓቲ ነበረት። ኢየሱስ ነዚ እምኒ ኣልዕልዎ በሎም ማርታ ሓፍቲ እቲ መዋቲ ድማ ጐይታይ ራብዐይቲ ራብዕቲ ስለ ዝገበረ ፈጺሙ ጨንዩ እዩ በለቶ። የሱስ፣ እንተ ትኣምኒስ ክብሪ ኣምላኽ ክትርኢ ኢኺዶ ኣይበልኩኽን? በላ። ስለዚ ነቲ እምኒ ኣልዓልዎ። የሱስ ከኣ ኣዒንቱ ንላዕሊ ቋሕ ኣቢሉ፣ ኣቦ፣ ስለ ዝሰማዕካኒ ኣመስግነካ ኣለኹ። እዞም ኣብ ዙርያይ ደው ኢሎም ዘለዉ ህዝቢ ንስኻ ከም ዝለኣኽካኒ ምእንቲ ኽኣምኑ ደኣ እየ እዚ ዝብሎ ዘለኹ ዝበልኩ እምበር፣ ኣነስ ኩሉ ሳዕ ከም እትሰምዓኒ ከም እትሰምዓኒ እፈልጥ እየ በለ። እዚ ምስ በለ ዓው ኢሉ ብዓብዪ ድምፂ ኣልኣዛር ንዓ ናብ ግዳም ውፃእ በለ። እቲ ምዉት ብጉንዙ ኣእዳውን ኣእጋሩን ብእሱሩ ገፁ እውን ብዓለባ ተጎንጒኑ ከሎ ወፀ። የሱስ ድማ ፍትሕዎ እሞ ይኺድ ሕደግዎ በሎም። ሽዑ ካብቶም ናብ ማርያም ዝመጹ ብዙሓት ኣይሁድ ነቲ ንሱ ዝገበሮ ርእዮም ብኣኡ ኣመኑ። ገሊኦም ግና ናብ ፈሪሳውያን ከይዶም ነቲ የሱስ ዝነገሮም ነገርዎ። ነቲ የሱስ ገሊኦም ግና ናብ ፈሪሳውያን ከይዶም ነቲ የሱስ ዝገበሮ ነገርዎም እዚ ወንጌል ጐይታና እዩ ብሓቂ ፍቁራት ኣሕዋተይን ሓተይን ኣብዚ ንትንሳኤ ናይ ሓውና ኣልኣዛር ካብ ሞት ንሪኦ ዘሎ ናብ ሓቂ እቲ ተዋስኦ ምብህሃል ኣብ መንጎ ማርያምን ማርታን እቲ ዘፍቅሮ ሓወን ዝሞተ ኢየሱስን ሰለስቲኦም ሰብ ቢታንያ እያቶም ኣብ ቢታንያ ዝቐመጡ እያቶም ንየሱስ ከኣ መቕርቡን ኣዕርኽቱን እዮም ይፈትዎም እዩ ብፍቕሪ እዩ ዝፈትዎም ስለዚ ብዛዕባኡ ንርኢ ብሓቂ ልብና ክትንክፈና ዝኽእል ብዙሕ ነገራት ኣሎ ፍቁራት ኣሕዋተይን ሓተይን ህድኢልና ከነንብቦ ናብቲ መልእኽቲ ክንመጽ እንከሎና እቲ መልእኽቲ ልክዕ እቲ ትንሳኤ ሙታን ኣነ እየ እዩ እቲ ህይወት ዝህብ ኣነ እየ ትንሳኤን ህይወትን ኣነ እየ እቲ ብኣይ ዝኣምንሲ እንተሞተ እኳ ብ ህይወት ክነብር እዩ እቲ ብኣይ ዝኣምን ህያው ዘበለ ኩሉ ኸዓ ገና ዘይሞተ ኩሉ ንዘለኣለም ኣይክመውትን እዩ ብዛዕባ ህይወትን ሞትን ንርእዮ ኣሎና ፍቁራት ኣሕዋተይን ሓተይን ትንሳኤን ከኣ ትንሳኤ ህይወት እቲ ትንሳኤ ህይወት ከኣ እቲ ዝቕጽል ህይወት እዩ ስለዚ ብዛዕባ እዚ ብምሉኡ ክንርኢ እንከሎና ፍቁራት ኣሕዋቴን ሓቴን ብዙሕ ነጥብታት ክትንክፈና ይኽእል ብዓይ ዝተንከፈኒ እቲ ናይ የሱስ ፍቕሪ እዩ ከመይ የሱስ ነብዐ ይብል ኣብዚ ሎም ዘንበብናዮ የሱስ ኣሕነቕነቐ ብትግርኛ እዩ እዚ ተኪዙ ብመንፈሱ ኣሕነቕነቐ ኣበይ ቀቢርኩምዎ በለ ንሳቶም ከዓ ጎይታ ንዓረ በልዎ የሱስ ድማ ነብዐ ይብል ፍቁራት ኣሕዋቴን ሓቴን እዚ ብሓቂ ኣገዳሲ እዩ ንዓና ከመይ ወልደ እግዚኣብሄር ሰብ ኮነ ኢልና ኢና ንኣምን ከማይ ከማኻ የሱስ ናዝራዊ ይስምዖ ይሕንቕንቕ ይነብዕ ፍቁራት ኣሕዋተይን ሓተይን ቁስልናስ ይስምዖ ቁስሊ ናይቲ ቁስል ህዝቢ ፍቁራት ኣሕዋተይን ሓተይን ኣብ ውግእን ኣብ ስደትን ናይ ዘሎ ቁስል ህዝቢ ኣብ ሓድሽ ውግእን ኣብ ዓለም ህጂ ትርእይዎ ዘለኹም ዘሎ ናይዚ ብምሉኡ የሕምሞ ሕማምናስ የሕምሞ ቃንዛናስ የቆንዝዎ ቃንዝኡ ይገብሮ እዚ ፍቁራት ኣሕዋተይን ሓተይን ናይ ላዛር ከዓ ኣማን ብኣማን ነቲ ጓሂ ናይ ማርታ ናይ ማርያም ርእዩ ነዚ ተኣምር እዚ ክበም እንከሎ ንርኢ ከመይ ዝነብዐ ኣልኣዛር ጥራሕ ስለ ዓርኩ ስለ ዝኾነ ጥራይ ኣይኮነን እንታይ ደኣ ማርያም ናብታ የሱስ ዝነበራ ስፍራ መጺኣ ምስ ረኣየቶ ኣብ እግሩ ተደፊኣ ጐይታይ እንተ ትነብርሲ ክልቲኤን ሓት ንሳየን ዝብላ ሓወይ ኣይምሞተን ነይሩ። ሽዑ የሱስ ንሳ ክትበኪ ከላን እቶም ምስኣ ዝመጹ ኣይሁድ እውን ክበኽዩ ከለዉን ምስ ረኣየ ስለዚ ህዝቢ ብምሉእ እዩ ዝበኪ ዘሎ ማርያም ማርታ ከጸናንዕዎን ዝመጽኡን ክበኽዩ ከለዉ እዚ ከዓ ብሓቂ እቲ ናትና ልምዲ ባህሊ እውን ከምኡ ስለ ዝኾነ ፍቁራት ኣሕዋተይን ሓተይን ንኣሕዋትናን ሓትናን ከነፋንዎም ከሎና ብዙሕ ጓሂ ኣለና ብፍላይ ናይቶም ብዘይ ግዜኦም ዝኸዱ ደቅናን ደቂ ደቅናን መንእሰያት ኣብ ውግእን ኣብ ስደትን ፍቁራት ኣሕዋተይን ሓተይን ስለዚ ነዚ ብምሉኡ ክንርኢ ተንኪፉኒ ህዲ ኢልና ካልኣይ ግዜ እንተሰማዕናዮ ወላ ካልኣይ ግዜ ህዲ ኢልና እንተንበብናዮ እቲ ንዓና ዝኸውን ፍቁራት ኣሕዋተይን ሓተይን ኣብዚ መገዲ ንኸዶ ዘለና ዓብዪ ጾም ንዕኡ ክንረክብ ንኽእል እዚ እቲ ቀዳማይ ዝተንከፈኒ እዩ ኣልኣዛር ግና ንዓ ውጻእ እኻ በሎ ካብቲ መቓብር። ሃየ! እቲ ሙት ከኣ ብግንዙ ኣእዳዉን ኣእጋሩን ብእሱሩ ገጹ'ውን ብዓለባ ተጎንጒኑ ከሎ ወጸ። ስለዚ እቲ ህይወት ኣሎ ግን ብቲ ምልክት ረኣይዎ። እቲ ምልክታት እንታይ ማለት እዩ? ትገብርዎስ ኣለኩም ንስኹም። እንታይ እሱ? ፍትሕዎ እሞ ይኺድ ሕደግዎ በሎም። ስለዚ ፍቁራት ኣሕዋተይን ኣሓተይን ኣብቲ ትንሳኤ ሙታን እውን ሱታፌ ኣለና ናትና። እምቢ ኣይፍታሕን እየ ከይንብል እዩ። ክትንስእስ ኣይደልን እውን ክኸውን ይኽእል ካብ ውድቀትና ህያው ክኸውንስ ኣይደልን ከመይ ንነዊሕ ግዜ ኣብ ጽሊ ኣብ ቅርሕንቲ ኣብ ፍርሒ ኣብ ራዕዲ ንሕር ዘበና ጸኒሕካ እቲ ብኡ ቢሉ ይስበለካ ወልፊ ይኸውን ፍቁራት ኣሕዋት ተውሓቴን ልምዲ ይኸውን ካልኣይ ባህሪ ናትና ይኸውን ስለዚ ሕውየት የድልየና ካብኡ ፍትሕዎ እሞ ንኺድ ሕደግዎ ክንሰምዖ ዝፍትሓ ኣሎ ንሕና እውን ንሕግዞስ ኣለና ኣብቲ ሕውየት ንሓውና ኣብቲ ትንሳኤ ንሓውና ኣማን ብኣማን ካብ ምንስዮ የሱስ ዘተንስኦ ዘሎ ነብኡ እውን ይነግሮ እንተኣምን እየ ከምዚ ከም ትገብር ግን ምእንቲ እዚኦም ኢለ እየ ኣቦ ስለ ዝሰማዕካኒ ኣመስግነካ ኣለኹ ይብሎ ንየሱስ ነቦ እዞም ኣብ ዙርያይ ዘለዉ ደው ኢሎም ዘለዉ ህዝቢ ንስኻ ከም ዝለኣካኒ ምእንቲ ከኣምኑ ደኣ እየ እምበር እዚ ዝበልኩ እምበር ኣነስ ኩሉ ሳዕ ከም እትሰምዓኒ እፈልጥ እየ ይብል የሱስ ስለዚ እዚ ምስ በለ ዓው ኢሉ ብዓብዪ ድምፂ ኣልኣዛር ንዓ ናብ ግዳም ውፃእ ቃል ብቃሉ ፍቁራት ኣሕዋተይን ኣሓተይን ብርቱዕ ትርጉም ኣብቲ ደረጃታቱ ክንርኢ ክንስምዓካ ይኽእል ኣብ ልበይ ኣብ ልብኻ ብሩኽ ሓወይ ኣብ ልብኺ ብርክቲ ሓፍተይ እንታይ ማለት ዓው ኢሉ ኣልኣዛር ንዓ ናብ ግዳም ውፃእ ካብ ሓደ ዕፁው ነገር መቓብር እምንኻ ተሸጊጡ ዘሎ ካብኡ ውፃእ ስለዚ ንወፅኦ ኣብዚ ዘበነ ዘፀኣት ዘበነ ፋሲካ ዘበነ ጾም ዘበነ ዘፀኣት እዩ ንወፅኦ ነገርስ ኣሎ ካበይ ካብ ሓደ ዕፁው ነገር ከምዚ ንሪኦ ዘለና መቓብር ናይ ኣልኣዛር ሓውና ንዓ ናብ ግዳም ውፃእ ናብ ደገ ውፃእ ምክንያቱ ኣብቲ ውሻጠ ተዓፂኻ ኣብቲ መቓብር ህይወት ክትህልወካስ ኣይኽእልን ፍቁር ሓወይን ሓፍተይን እንታይ ደኣ ትኸውን ኣብ መቓብር ዘሎ ኣብ ዕፅዋ ዘሎ ሰብ ኣብ ርእሱ ተዓፅዩ ዘሎ ሓውና ሓፍትና ኣነ መሓረና ፍቁራት ኣሕዋተይን ሓተይ ኣብ ርእሱ ተዓፅዩ ዘሎ ሕብረተሰብ ኣብ ርእሱ ተዓፅዩ ዘሎ ስድራ ቤት ክነብር ኣይኽእልን ፍቁራት ኣሕዋተይን ሓተይ ህያው ንኸውንሲ እንተተኸፈትናን ምስቲ ግዳም እንተተዋሳእናን እዩ እታ ስድራ ቤት ምስ ካልኦት ስድራ ቤታት እንተተዋሰእት ኣነ ምስ ኣሕዋተይን ሓተይን እንተተዋሳእኹ እዩ ሃገር እውን ከምኡ ምስ ካልኦት ሃገራት እንተተዋሰአ እዩ ዓዲ እውን ከምኡ ምስ ካልኦት ክፉት ኮይኑ ናብ ግዳ ምስ ካልኦት ዓድታት እንተተዋሰአ እዩ እንካን ሃባን እንተገበረ እዩ ስለዚ ኣብዚ ኩሉ ኣብኡ ተንኪፉኒ ብዝተፈላለየ ካብ ሙት ብጉንዙ ምስ ወፀ እውን ዳሕራይ ናትና ሱታፌ እውን ከም ዘሎ ፍትሕዎ እሞ ይኽይድ እውን ከም ዘለዎ ብዝተፈላለየ ደረጃታቱ ክንሪኦ እሞ እዚ ብሓቂ ፍቁራት ኣሕዋተይን ሓተይ ንሕና እውን ካብ ዝኾነ ዓፂና ዘሎ ከም ሰብ ኮነ ከም ስድራ ቤት ኮነ ካብ ማሕበረሰብ ንዕኡ ክንሪኦ እሞ ካብኡ ክንወፅእ ፍቁራት ኣሕዋተይን